ሰላም ሰላም ዝኸበርኩም ኣሕዋት ከመይ ትኾኑ ሓውኩም መንግሴ ሎማዓንቲ ከዓኒ ብካልእ ስራሕ ብካልእ ቪድዮ መፅየኩም ዘለኹ ናይ ሎማዓንቲ ቪድዮና ዝኸውን እዚ ብዝለዓለ ትሪእዎ ዘለኹም ካብ ካት ዝበሃል ኣፕሊኬሽን እዩ ብጣዕሚ ፅቡቅ ኣፕሊኬሽን እዩ ካብቲ ብዙሕ ስርሑ ሓንቲ ስራሕ ክርእየኩም ኢለ ቅድሚ ናብቲ ትምህርቲ ምኻድና ሳብስክራይብ ዘይገበርኩም ሳብስክራይብ እንዳገበርኩም ቤተሰብ ናይዛ ቻነል ክትኮኑ ብትሕትና ሓተኩም ቀጥታ ናብታ ሎማዓንቲ ዘዳለኹዋ ትምህርቲ ክወስደኩም እዩ ብመጀመርያ እዚ ካፕካት ዝበሃል ኣብ ፕለይ ስቶር ትረኽብዎ ኢኹም ዳውንሎድ ክትገብርዎ ትኽእሉ ኢኹም ብዙሕ ስራሕ እዩ ዝሰርሕ ካብቲ ብዙሕ ግን ሓንቲ ከሪአኩም እዩ ንኣብነት ሓንቲ ቪድዮ ንቕዳሕ እታ ቪድዮ ተቐዲሕና ምስ ወዳእና ፅብቕቲ እያ ኩላ ነገራት ዝደለናዮ ዓይነት ቪድዮ ወሲድና ኣለና ግን ባክግራውንድና ፅቡቕ ዘይኮነ ክኸውን ይኽእል እዩ በቃ ብድሕሬና ዘሎ ነገር ደስ ዘይብል እታ ቪድዮ እቲኣ ከኣ ዋላ ሓንቲ ክንገብር ኣይከኣልናን ብድሕሪኡ ክንቅይር ኣይከኣልናን እንታይ ክንገብሮ ንኽእል ነቲ ብድሕሬና ዘሎ ባክግራውንድ ብለር ክንገብሮ እንድሕር ደሊና ዋላ ቀደም ዝተቐድሐ ክኸውን ይኽእል እቲ ቪድዮ ሕጂ በዚ ኣፕሊኬሽን እዚ ጌርና ብለር ክንገብሮ በቃ ብድሕሬና ደሎ እስካም ዘይረአ ክንገብሮ ንኽእል ኢና ስለዚ ቀጥታ ናብቲ ኣሰራርሑ ክወስደኩም እዚ ካፕካት ዝበሃል ኣፕሊኬሽን ንከፍቶ ክፍት ምስ ኣበልናዮ ከምዚ ትሪእዎ ዘለኹም ኒው ኢሉ ዝጅምር ኣብዚኣ ኒው ፕሮጀክት ንኣቱ ብድሕሪኡ ሓንቲ ስእሊ ነምፅእታ ንደልያ ማለት እዩ ኣነ እዚኣ ቀሪበ ኣለኹ ንኸም ኢለ ሽዑ ከምዚኣ ምስ ተንከፍኳ ኣብዚኣ ታሕቲ ኣድ ትብል ኣላ ኣድ ብላ ዝኾነ ዓይነት ሳይዝ ገለመለ ኣየገድስን እዩ ብዝደለኹሞ ዓይነት ሳይዝ እዩ ስለዚ እዚ ረእይዎ እዚ ወዲ እዚ በዚ ኣብዚ ታት ምስ በጽሐ እቲ ብድሕሪኡ ዘሎ ባክግራውንድ ትሪእዎ ኣለኹም ነዚ ባክግራውንድ እዚ ደስ ተዘይሉኒ ኣነ ክሪኦ ኣይደለኹን ንኣብነት በቃ እዚ ደስ ኣይብሉን እዚ ቦታ እዚ ብዙሕ ደስ ኣይበለንን እንድሕር ኢለ ሓሲበ ነዚ ክድምሱ ኣለኒ እዚ ክትገብሩ ከለኹም ግን ኣብ መወዳእታ ኣብዚኣ ትሪእዋ ኣለኹም እታ ቪድዮ ኣምፂኹም ምስ ወዳእኹም ኣብዚ ነዚኣ ደሊት ክትብልዋ ኣለኩም ምክንያቱ ናይቲ ካብካት ዝበሃል ሎጎ እዩ ኣብቲ ቪድዮ ከይኣትወኩም ብድሕሪኡ እዚኣ ምስ ገበርና ኣብዚኣ መፂና ኢፌክት ንብል ኣብ ታሕቲ ትሪዎ ኣለኹም ብዙሕ ኣሎ ኣብዚ ኢፌክት ንብል ኣብዛ ኢፌክት ኣቲና ኣብዚ ከዓ ከምኡ ብዙሕ ኣሎ ንሕና ኣብይ ንመርፅ ኣብዛ ቤዚክ ትብል ደላ ቤዚክ ንብል ቤዚክ ኢልና ብዙሕ ዓይነት ክመፃልና ኣብዚ ኣብዚኣ ግን ብለር ትብል ኣላ ትሪዎ ኣለኹም እዚኣ ብለር ትብል ደላ ኣባ ንኣቱ ሕጂ ራይዎ እቲ ቪድዮ ብለር ገይርዎ ነቲ ቪድዮ ባዕሉ ብለር ገይርዎ ኣይወ እቲ ወዲ ፅቡቕ ኣይረኣይን እዩ ሕጂ ኦኬ ንብሎ ነዚኣ ብለር ትብል ደላ ክሳብ ፀግዐ ንወስዳ እቲ ብለር ኮይኑ ደሎ ነገር ረኣይዎ ሕጂ ካብዚኣን ናብዚኣ ምስ ወፀ ኣብዚኣ ብለር ምስ ኣተወን ረኣይዎ ፍልልዩ ይረኣየኩም ኣሎ ኦኬ እዚኣ ሕጂ ክሳብ ጫፍ ክንወስዳ ኢና ክሳብ ጫፍ ወሲድና ኣለና በዚ እንድሕር ደይ ዓጊበ እቲ ብለር ምዃን ፅቡቕ ኣይኮነለይ እንተ ኢለ እንደገና ኣድ ኢፌክት ብሎ ኣድ ኢፌክት ኢለ ቤዚክ ይኣቱ ቤዚክ ኣቴ ናብ ኣኸይድ ብለር ብሎ እንደገና ራይዎ ፅቡቅ ገይሩ ወሲኹሉ ኣብዚኣ ራይት ኦኬ ብል ብድሕሪኡ ነዚኣ የዕብያ ከምኡ እንዳገበርና ፅቡቅ ገይሩ ስጋዕ ዝጠፍኣልና ክንውስኸሉ ንኽእል ኢና ሕጂ ኣነ እዚ ክልተ ግዜ ደሪበሉ ኣለኹ ናጂ ናብዚ ክንምለስ ኢና ማለት እዩ በዚኣ ባኪልና ክንምለስ ኢና በዚኣ ሕጂ ብድሕሪኡ ኣብዚ ምስ በፅሓና ራይዎ ከምዚ ኮይኑ ኣሎ እዚ ቪድዮ እዚ ዋላ ሓንቲ ቦታ ኣይረኣይን እዩ ክሳብ ፀግዒ ማለት እዩ ብለር ኮይኑ ኣሎ ግን እንታይ ኢና ደሊና እቲ ናትና ስእሊ ብቅድሚት ክኾነልና እንዲና ደሊና ኣብዚኣ ኦቨርለይ ትብላላ ኦቨርለይ ትብላላ ኣብኣ ንኣቱ ኣድ ኦቨርለይ ዝብል ክመፃልና እዩ ኣብዛ ተሓቲ ኣብኣ ንኣቱ ኣብኣ ምስ ኣተና ንሳ እታ ቪድዮ ኣብዚኣ ኢምፖርት ትብል ኣላ ትሪእዋ ኣለኹም ኣብ ላዕሊ ንዓ ንመርፃ እሳ እታ ቪድዮ ንደግማ ማለት እዩ ኣብዚኣ ኣድ ትብል ኣላ ኣድ ንብላ ትሪእዋ ኣለኹ ሕጂ መፅያትለይ ኣላ ኣብዚ ሕጂ መፅያትለይ ኣላ ከምዚ ቢለ ይርያ እንድሕር ትኽክል ኣላ ፅቡቕ እንድሕር ብዝኾነ ቦታ ኣታዊ ወፃእ እንድሕር ኮይኑ ግን ኣብዚ ሕጂ ንኣብነት ከምዚ ኢላ እንድሕር መፅያ ትሪእዎ ኣለኹም ከምዚ ኢላ ተመፅያ ይረኣዩ ተሓትዋይ ስለዚ ነዚኣ እንታይ ገብራ ሙሉእ ብሙሉእ ከምዚ ቢለ የዕብያ ንዓትን ክፋ ቢለ እዚኣ ቢለ ሙሉእ ብሙሉእ ከም ትሽፍኖ ገብረ ንዑ ትሪእዎ ኣለኹም ሙሉእ ተሸፊና ኣላ ሕጂ ከምዚኣ ገይረ ምስ ኣረጋገፅኩ ኣብዛ ታሕቲ ይመፅእ ኣብዛ ታሕቲ ሪሙቭ ባክግራውንድ ዝብል ኣሎ ትሪእዎ ኣለኹም ኣብዚኣ ሪሙቭ ባክግራውንድ ትብላላ ንዓትን ክፍ ምስ ኣበልክዋ ራእይዎ ባክግራውንድ ሪሙቭ ኢሉ ወዲእለይ በቃ ቀልጢፉ ወዲእለይ ሓደ ሓደ ግዜ ቁሩብ ግዜ ይወስድ እዩ ከከምቲ ምንዋሕ ናይቲ ቪድዮ ማለት እዩ ሕጂ ራይዎ እቲ ስእለይ ብቅድሚት መፂ ኣሎ ግን ኣቲ ምንቅስቃስ ይረኣይ ኣሎ በቲ ትሪዎ ኣለኹም ፍለይ ክብሎ ከለኹ ራይዎ እቲ ቪድዮ ብድሕሪት ዝነበረ ቦታ ሙሉእ ብሙሉእ ከምዚ ኮይኑ ብለር ይኸውን እዩ እቲ ብለር እንድሕር ውሒድኩም ግን ኣብዛ መጀመርያ ዘረኣኹኹም ቦታ ኣቲኹም ብለር ክትውስኹሉ ትኽእሉ ኢኹም ቅድሚ እታ ናይ መወዳእታ ቪድዮ ምምፃእ ማለት እዩ ከምዚ ጌርና ዝተበላሸወና ቪድዮ የዕሪና ኣብ ዝኾነ ማሕበራዊ ሜድያ ኣብ ዝደለናዮ ቦታ ክንጥቀመሉ ንኽእል ኢና ናይ ሎማዓንቲ ትምህርትና እዚኣ ትመስል ነራ ሓውኩም መንግስቲ ብካልእ ትምህርቲ ብካልእ ቪድዮ ክሳብ ንራኽብ ሕቶ ርእቶ ተለኩም ኣብ ኮመንት ቦታ ፀሓፉለይ ወድሓንኩም